ሰላም ሰላም ክቡራት ተኸታተልቲ ናይዛ ቻነል ኣብ ዘዘለኹሞ ሰላም ቅኒኹም ክትኮኑ ተስፋ ይገብር ርሑስ በዓል ሃንሰ መስቀለ ይግበረልና ዓመተ ሰላም ራህዋ ፍቕሪ ቅሳነት ዓመተ ምትእኽኻብ ይግበረልና እምበኣር ሎኒ ሎማዓንቲ ቀሪበያ ዘለኹ መደብ ኣብ ስቶክ ማርኬት ገንዘብካ ምውፋር ሪስክ ኣለዎ ድዩ የብሉን እንተ ኣለዎ ኮይኑ ክንደይ ዓይነት ሪስክ ኣለዉ እቲ ሪስክ ከ ክነጉድሎ ንኽእል ዲና ወይ ድማ ከመይ ጌርና ከነመሓድሮ ማነጅ ክንገብሮ ንኽእል ዝብል ድማ ኣብ መወዳእታ ናተይ ርእይቶን ተመክሮን ከካፍለኩም እየ ክሳብ መወዳእታ ክትሓብሩኒ ብኽብሪ ይዕድመኩም ቅድሚ ናብ ናይ ሎማዓንቲ መደብ ምስጋረይ ናይ ብሓቂ ደስ ዘብል ዜና ሒዘልኩም መፅእ ኣለኹ እሱ ከዓ እንታይ ኣብ ዝሓለፈ ግዜ ብዙሓት ሰባት ተሓትኑ ነርኩም ማእከለ ናይ ፐርሰናል ዲቨሎፕመንት ትምህርቲ ዘይተቕርበልና ወይ ኣብ ኣተሓስባና ለውጢ ከምፃልና ዝኽእል ትምህርትታት ተተቕርበልና ፅቡቕ ነይሩ ዝብል ነይሩ ማለት እዩ ሎማዓንቲ ግዚኡ ኣኺሉ ምስ ሓውና ዳኒኤል ጴጥሮስ ብምስምማዕ ሓንቲ ናይ ፐርሰናል ዲቨሎፕመንት ስልጠና ኣዳሊና ኣለና ኣብ Early Investing dot com ኣቲኹም ክትሪእዋ ትኽእሉ ኢኹም ማለት እዩ ከመይ ጌርካ ኣተሓስስባኻ ተስፍሕ ከመይ ጌርካ ካብቲ ዘለኻዮ ደረጃ ናይ ኣተሓሳስባ ናብ ዝለዓለ ደረጃን ወይ ድማ እቲ ዝበለጸ ሰብን ዝተመሓየሸ ሰብን ክትከውን ትኽእል ዝብል ትምህርታት ዝሓዘለ እዩ ኣቲኹም ቸክ ክትገብርዋ ድማ ብኽብሪ ይዕድመኩም ካሊእ ነዚ ዘሎ ኩነታት ብምርኣይ ኣብ ስቶክ ማርኬት ሕጂ ዳርጋ እቲ ዝበለጸ ግዜ ከተዋፍረሉ ትኽእል ክንብሎ ንኽእል ኢና ማለት እዩ። ኣብ ሩሲ'ውን ብዙሓት ሰባት ብጌጋ መገዲ ወይ ድማ ብዘይ ፍልጠት ኢንቨስት ክገብሩ'ሞ ይርኢ። ነዚታት ከድን ንምድሓን ተባሂሉ ድማ እቲ ናይ ስቶክ ማርኬት ዝነበረ ክላስታትና ብብዙሕ ዋጋ ምጉዳል ጌርናሉ ኣለና። ክትመሃሩ ትደልዩ ሰባት ኣቲኹም ቸክ ግበርዎ ብዙሕ ዋጋ ቀኒሱ ኣሎ። ተመሃሩ፣ ፍለጡ። ፈሊጥኩም ከኣ ኩሉ እቲ ኣብ ስቶክ ማርኬት ዚዘዋፈር ድዩ ወይ ኣብ ፋይናንስ ብሓፈሻ ብግቡእ ተረዲእኩም ክትገብርዎ ከለኹም እቲ ዝሓሸ ውጽኢት ከተምጽኡ ትኽእሉ ኢኹም ማለት እዩ። ስለዚ ኩሉ እዚ ክዛረቦ ዝጸናሕኩ ኣብ ኤሪ ኢንቨስቲንግ ዳት ኮም ወይ ድማ ሊንክ ኣብ ዲስክሪፕሽን ቀዳመይቲ ዘላ ኣቲኹም ክትርእይዎ ብኽብሪ ይዕድመኩም። ኦኬ ናብ ኣርእስትና ንመለስ። ሪስክ እንታይ እዩ ቀዳማይ? ቀዳማይ ሪስክ ወይ ድማ ሓደጋ ኢልና ንጽውዖ ኣብ ስቶክ ማርኬት እንታይ እዩ ደፊኒሽን ናቱ ኣብ ሓደ ፔጅ ምእንቲ ክንህሉ ወይ ብሓንሳብ ክንከይድ እንታይ እቲ ናቱ መግለጺ ንርኣዩ ሪስክ ኩሉ ግዜ ካብቲ ዝተጸበኻዮ ንታሕቲ ወይ ድማ ካብኡ ዝትሕት ውጽኢት ምስ ትረክብ እዚ እቲ ሪስክ ወይ ድማ ሓደጋ ኢልና ንጽውዖ ማለት እዩ ንኣብነት ሚእቲ ዶላር ኣዋፊርካ ዓሰርተ ፐርሰንት ክዓብየልካ እናተጸበኻ ዓሰርተ ፐርሰንት እንድሕር ዘይዓብያ ወይ ድማ ዓሰርተ ፐርሰንት እንድሕር ጎዲላ እዚ ሪስክ ኣቲኻ ወይ ድማ ሪስክ ወሲድካ ኣለኻ ማለት እዩ። ስለዚ ሪስክ ብሕጽር ዝበለ ከምዚ ክመስል ከሎ ክንደይ ዓይነት ሪስክ ኣለዉ ንዝብል ድማ ክልተ ዓይነት ሪስክ እዮም ዘለዉ ማለት ቀዳማይ ሪስክ እንታይ ይብለና ዋረን ባፈት ሪስክ ካምስ ፍሮም ኖት ኖዊን ዋት ዩ ኣር ዱዊን ይብለና ማለት እዩ። ቀዳማይ ሪስክ ዝበሃል እስኻ እትትገብሮ ዘለኻ ነገር ብዘይ ፍላጥ ትገብሮ እንድሕር ኣለኻ ዄንካ ወይ ድማ እንታይ ትገብር ከም ዘለኻ ብግቡእ ተረዲእካ እንድሕር ዘይትገብር ኣለኻ ዄንካ እቲ ዝዓበየ ሓደጋ ኣቲኻ ኣለኻ ማለት እዩ። ንኣብነት ሓደ ሰብ ተማሂሩ ድራይቨር ላይሰንስ ሒዙ ማኪና ዝዝውር ሰብን ሓደ ሰብ ጥር ኢሉ ናብ ማኪና ከይዱ ዝዝውር ሰብን ኣየኖት ዝበዝሐ ሓደጋ ኣለዎ ትብሉ? ብርግጽ እቲ ዘይተምሃረ ሰብ ወይ ድማ ብዛዕባ ማኪና ዕሙቕ ዝበለ ኣፍልጦ ዘይብሉ ሰብ ዝበዝሐ ሓደጋ ኣለዎ ማለት እዩ። እቲ ሓደ እውን ሓደጋ ክህልዎ ይኽእል እዩ እንተኾነ ግን ነቲ ሓደጋታት ኣዝዩ ኣዝዩ ናብ ዝተሓተ ደረጃ ክቕንሶን ከጉድሎን ይኽእል እዩ ማለት እዩ። ኣብ ስቶክ ማርኬት ይኹን ኣብ ዝኾነ ዓይነት ዓውዲ ከኣ the same ሲሚራል እዩ similar እዩ ማለት እዩ። ንስኻ እቲ ትገብሮ ዘለኻ ብርድኢት ብፍልጠት ክትገብሮ እንድሕር ዘይክኢልካ ዓርከይ ኢልኒ ኩስቶ ኢልኒ ወይ ሓብ ሓንቲ ዩቱብ ሰሚዐ ወይ ሓደ ጎረቤተይ ከምዚ ፈቲኑ ነይሩ ኢልካ እንድሕር ትገብር ኣለኻ ኮይንካ ክትከስር ዘሎ ተኽእሎ ዓቢ እዩ ማለት እዩ። ስለዚ ቀዳማይ ሪስክ እንታይ ምስ ንብል ንሕና እቲ ንገብሮ ዘለና ነገር ክሳብ ክንደይ ተረዲእና ንገብሮ ኣለና እዩ እቲ መልሲ ማለት እዩ። ብግቡእ ሃንድረድ ፐርሰንት እንድሕር ተረዲእና ንገብሮ ኣለና ዄንና ኣፍ ኮርስ ሪስክ የብልናን ማለት እዩ። እንድሕር ካይተረዳእና ንገብሮ ኣለና ዄንና ግን ብልክዕ ሪስክ ኣለና ማለት እዩ። እቲ ካልኣይ ሪስክ ንብሎ ኣብ ስቶክ ማርኬት ሓደ ሽዱሽተ ዝኾኑ ዓይነታት ሪስክታት ኣለዉ። ንዕኦም ሓደ ብሓደ ክንሪኦ ኢና። ኣብ መወዳእታ ድማ ከመይ ጌርካ ክትቅንሶም ከም ትኽእል ድማ ክንርኢ ኢና ማለት እዩ። ቀዳማይ ዝመጽእ ሪስክ ማርኬት ሪስክ ማለት እዩ። እዚ ከኣ እንታይ እዩ? ቁጠባ ናይ ምንቁልቃል ቁጠባ ወይ ድማ ናይ ዝኾነ ምዝንባላት ኣብ ቁጠባ ምስ ዝህሉ ከምዚ ዝሓለፈ ኮሮና ዝነበረሉ ግዜ እንድሕር ርኢናዮ ኩሉ ካምፓንታት ተዓጽዩ ነይሩ፣ ሆቴላት ተዓጽዮም፣ ነፈርቲ መገሻ ኣይነበረን፣ ኩሉ ነገር ተዓጽዩ ስለ ዝነበረ ግድነት ክራሽ ወይ ድማ ሪስክ ነይሩ ማለት እዩ። ስለዚ ኩሉ ግዜ ምዝንባላት ናይ ማርኬት ወይ ድማ ምንቅስቓሳት ናይ ማርኬት ሓደ ካብቲ ሪስክ ኢልና ንጽውዖ ኢና ማለት እዩ። ካልኣይ ዝመጽእ ሪስክ ከኣ ሆሪዞን ሪስክ ማለት እዩ። እዚ ከኣ እንታይ እዩ? ናይቲ መጠን ግዜ ተዋፍረሉ ኣብ ስቶክ ማርኬት ማለት እዩ። ሓደ ሰብ ሽዱሽተ ወርሒ ከዋፍር እየ እንድሕር ኢሉ፣ እቲ ሓደ ሰብ ንሓሙሽተ ዓመት ወይ ንዓሰርተ ዓመት ክጸንሕ እንድሕር ኢሉ፣ ብልክዕ እቲ ሽዱሽተ ወርሒ ከዋፍር ንሽዱሽተ ወርሒ ጥራይ እየ ከዋፍር ዝበለ ሰብ ሃይ ሪስክ ኣለዎ ማለት እዩ። ምኽንያቱ ኣብዚ ሽዱሽተ ወርሒ ስቶክ ማርኬት ኣብቲ ቀዳማይ ዓመታት መብዛሕትኡ ግዜ ክብን ለጠቕን ሰለዝብል ማለት እዩ። እቲ ንነዊሕ ግዜ ዘዋፍር ሰብ ድማ ብደሓን ዝኾነ ኣገባብ ሪስክ ናቱ ክጎድል ይኽእል እዩ ማለት እዩ ሳልሳይ ሪስክ ዘሎ ኣብ ስቶክ ማርኬት ድማ ኢንተርናሽናል ሪስክ ማለት እዩ እዚ ከዓ እንታይ እዩ ኣብተን ተዋፍረሎም ካምፓንታት ኣብ ናይ ኢንተርናሽናል ወይ ድማ ናይ ወፃኢ ሃገር ምስ ዝኾና ማለት እዩ ንኣብነት ኣነ ኣብ ካናዳ ኣለኹ ኣብ ናይ ቻይና ወይ ኣብ ናይ ራሻ ወይ ኣብ ናይ ብራዚል ወይ ኣብ ናይ ኣፍሪቃ ካምፓኒ እንድሕራ ወፊረ ኣፍ ኮርስ ሃይ ሪስክ ወሲደ ኣለኹ ማለት እዩ ምክንያቱ ንምንታይ እቶም መንግስታት መብዛሕትኡ ግዜ ዲክታተርሽፕ እዮም ማለት እዩ ከም ድላዮም ድላዮም ስለ ዝጠውይዎ ነቲ ማርኬት ናጻ ዕዳጋ ዝብሃል የሎን ሽዑኡ ንኣብነት ናይ ራሻ ክንወስድ ንኽእል ኢና ማለት እዩ ቅድሚ ክልተ ዓመት ኩሉ ገንዘብካ ኣብ ናይ ካምፓንታት ራሻ እንድሕር ኣዋፊርካዮ ኔርካ ሎሚ ኩሉ ገንዘብካ ደይ ክትረኽቦ ትኽእል ኢኻ ማለት ክትከስር ተኽእሎታት ኣሎ ማለት ስለዚ ኩሉ ግዜ ኢንተርናሽናል ሪስክኻ ኣዝዩ ኣብ ናይ ኢንተርናሽናል ካምፓንታት ምስ ነውፍር ድማ ሪስክ ኣለና ማለት እዩ ብራብዓይ ደረጃ ሰሪዕናዮ ዘሎና ሪስክ ኣብ ስቶክ ማርኬት ድማ ክረዲት ሪስክ ማለት እዩ። ክረዲት ሪስክ እዚ ኸዓ እንታይ እዩ? ካምፓንታት ይኹኑ ወይ መንግስታት ነቲ ዘለቃሕኻዮም ገንዘብ መብዛሕትኡ ግዜ እዚ ኣብ ቦንድ ወይ ድማ ኣብቲ ፊክስድ ኢንካም ኢልና ንጽውዖ እዩ ዘጋጥም ማለት እዩ። ካምፓንታት ነቲ ዘለቃሕኻዮም ገንዘብ ምስ ዘይመልስዎ ወይ ድማ ክመልስዎ ኣብ ዘይክእልሉ ደረጃ ምስ ዝበጽሑ ሪስክ ኣሎ ማለት እዩ። ንኣብነት መንግስቲ ካናዳን መንግስቲ ናይ ዝምባወን ንሕና ለቂሕኻዮም ክልቲኦም መንግስቲ ዚምባብወ ድሕሪ ክልተ ዓመት ምናልባት መንግስቲ እውን ተቐይሩ ኢሎም ደይ ገንዘብካ ደይ ክምለስ ይኽእል እዩ ማለት እዩ። መንግስቲ ካናዳ ግን ናይ ንውሕ ዝበለ ግዘ ታሪኽ ሰለ ዘለዎ ፅቡቕ ዝኾነ ታሪኽ ኣለዎ ገንዘቡ ወይ ድማ ዕድኡ ኣብ ሰዓቱ ናይ ምኽፋል ልምዲ ሰለ ዘለዎ ማለት እዩ። ስለዚ ክረዲት ሪስክ ድማ ካምፓኒታት ወይ እቶም ኣለቂሕኻዮም ዘለኻ መንግስታት ክኾኑ ይኽእሉ እቲ ዕድኦም ክመልስሉ ኣብ ዘይክእሉ ደረጃ ምስ በፅሑ እዚ ክረዲት ሪስክ ተባሂሉ ይፅዋዕ ማለት እዩ። ብሓምሻይ ደረጃ ሰሪዐዮ ዘለኹ ድማ ኢንፍሌሽን ሪስክ ኢንፍሌሽን ሪስክ ኣክሽሊ ኣዋፍር ኣይተዋፍር ኩሉ ግዜ ኣሎ ማለት እዩ። እዚ ከዓ እንታይ እዩ ዝቕባበ ማለት እዩ። ንኣብነት ኣዋፊርካ ለንዘበን ክልተ ሚእታዊት ጥራይ እንድሕር ዓብያ እሞ ኢንፍሌሽን ወይ ድማ ዝቕባበ ወይ ሃለኽቲ ነገራት ሸሞንተ ሚእታዊት እንድሕር ዓብዮም እስቲል ሪስክ ኣለካ ወይ ድማ ገለ ሚእታዊት ከሲርካ ኣለኻ ማለት እዩ ምኽንያቱ ኣትሊስት እቲ ዘዋፈርካዮ ነቲ ኢንፍሌሽን ወይ ድማ ንዝቕባበ እንድሕር ካቨር ክገብር ዘይክኢሉ እዚ ሃይ ሪስክ ሪስክ ኣለዎ እዚ ነብሱ ዝኸኣለ ሪስክ ኣለዎ ማለት እዩ ሻድሻይን ናይ መወዳእታን ሪስክ ኣብ ስቶክ ማርኬት ንብሎ ካንሰንትሬሽን ሪስክ እዩ ማለት እዩ እዚ ከዓ እንታይ እዩ ቱ ሜኒ ኤግስ ኢን ዋን ባስኬት ማለት እዩ እዚ ከዓ ኩሉ ኢንቨስትመንት ናትካ ወይ ኩሉ ገንዘብካ ኣብ ሓንቲ ካምፓኒ ወይ ኣብ ሓንቲ ዓውዲ ናይ ኢንቨስትመንት ምስ ተዋፍሮ ማለት እዩ ንኣብነት ካምፓኒ ኣፕል ንውሰድ ንስኻ ኣዚኻ ሕቡን ትኸውን ትኽእል ኢኻ ብካምፓኒ ናይ ኣፕል ማለት እዩ ትፈትዋ ወይ ስራሓቶም ኣካይድኦም ኩሉ ነገር ምሕደርኦም ፈቲኻዮ ንበል ኩሉ ገንዘብካ እንድሕር ኣብ ኣፕል ጥራይ ኣዋፊርካዮ ግን እዚ ነብሱ ድኽኣለ ሪስክ ኣለዎ ማለት እዩ ወይ ድማ ኩሉ ኣብ ናይ ተክኖሎጂ ካምፓንታት ጥራይ ከተዋፍሮ እንድሕር ክኢልካ እዚ ሃይ ሪስክ እዩ ማለት እዩ ስለዚ ነዚ እውን ገዛ ዝኽኣለ ነብሱ ዝኽኣለ እውን ሪስክ ስለ ዝኾነ ከነዛንቆ ክንክእል ኣለና ማለት እዩ እምበኣር እዚኤን እንቲኤን ሽዱሽተ ሪስክ ናይ ስቶክ ማርኬት ከምኡ እውን እታ ቀዳመይቲ ዝገለጽናያ ሓንቲ ኣብ ገዛእ ርእስኻ ወይ ድማ እቲ ትገብሮ ዘለኻ ነገር ብዘይ ፍልጠት ትገብሮ እንድሕር ኣለኻ ኴንካ እቲ ቀዳማይ ሪስክ ኢልና ኔርና ድሕሪኡ ውን ነዚኤን ኣቐዲምና ዝረኣናየን ሽዱሽተ ሪስክ ውን ኣለዋና ማለት እዩ ኣክሽሊ ነዚኤ ብኸመይ ከተጓድሎ ትኽእል ንዝብል ቀዳመይቲ ክትመጽእ ትኽእል ቀዳመይቲ ስልጠና ድዩ ሰሚናር ድዩ ትምህርቲ ብዛዕባ ኢንቨስትመንት ክትወስድ ክትክእል ኣለካ ማለት እዩ ናይ ብሓቂ ዝኾነ ሸርትካት ዝበሃል ነገር የለን ማለት እዩ እስኻ እቲ ትገብሮ ዘለኻ ኣሽሓት ገንዘብ ከተዋፍር ንድሕር ብዛዕብኡ ዘይተማሂርካ ካብኡ ድኸፍእ ነገር የለን ማለት እዩ ብግምት ክትከይድ ኣይትፈትን እዚ ጸሊም ወይ ጻዕዳ ኢልካ ትጻወቶ ጌም ኣይከነን እንታይ ደኣ ብፍልጠት ተረዲእካ ባፍልጦ ክትገብሮ ከለኻ ዝሓሸን ዝበለጸን ውጽኢትን ከተመዝግብ ሰለትኽእል ማለት እዩ ስለዚ ንዓኣ ንድሕር ኣብ ገዛእ ርእስና ዋፊርና ንድሕር ገዛእ ርእስና ፍልጠትና የዕቢና ትምህርቲ ወሲድና ስልጠና ንድሕር ወሲድና ዝኾነ መጽሓፍቲ እንድሕር ብዛዕብኡ ከነንብብ ክኢልና ጽቡቕ ዝኾነ ርድኢት ክህልወና ክእል እዩ። ዝዓበየ ሪስክ ድማ ልዕሊ ሰማንያ ሚእታዊት ሪስክ ድማ ከነጉድሎ ንኽእል ኢና ማለት እዩ። ቀዳማይ እቲ ሪስክ ከተጉድለሉ ትኽእል ኣብ ገዛእ ርእስኻ ከተዋፍር ወይ ድማ ፍልጠትካ ከተዕቢ ኣብ ስቶክ ማርኬት ዘሎካ ርድኢት ከተዕቢ ምኽኣል እዩ ማለት እዩ። ድሕሪኡ ናይ ብሓቂ እቲኦም ኩሎም ሽዱሽተ ክንገልጾም ዝጸናሕና ብሕጽር ዝበለ ከተጉድሎም ትኽእል ኢኻ ማለት እዩ። Actually ነዚኦም ብምልኦም ሽዱሽቲኦም ክንገልጾም ዝጸናሕና ኣብቲ ትምህርቲ እነቕርቦ ሓደ ብሓደ ብዝርዝርን ከመይ ጌርካ ንዕኦም ከተጉድሎም ከም ትኽእል እውን ብልክዕ ዝኣኾነ ዝኣክል ትምህርቲ ቀሪብና ስለ ዘሎና እውን ኣብኡ ኣቲኹም እውን ብዝያዳ ክትመሃሩ ምስ ትደልዩ ክትመሃሩ ትኽእሉ ኢኹም ማለት እዩ ናይ ሎማዓንቲ ቪድዮ ነዚኣ ትመስል ነይራ እንተፈቲኹማ ወይ ንእሽተይ እንድሕር ሓጊዛትኩም ላይክ ካይበልኩም ኣይትሕለፉ ንኻልኦት ሰባት ክሓልፍ ድማ ሸር ግበርሎም